ሰላም ሰላም ክቡራት ተኸታተልትና መማዕልቱን ደጊመ ብሓድሽ ሓሳብ መፅያኩም ኣለኹ ካብ ተጠቓሚ ዝብል ዩቲብ ቻነል እየ ተስፎ መላከ ምሳኹም ዘለኹ ልማዓል ድማ ብሓንቲ ሓሳባት መፅእ ኣለኹ ንሳኻ እንታይ ትብል ጎራሕን ገርህን ክትከውን ትኽእል ዲኻ ኣብ ሓደ ግዜ ሓደ ሰብ ጎራሕ ክትብል ከልና ጎራሕ ምስ ጥበበኛ ምትሓሓዝ ዘለዎ ነገር ኮይኑ ከምዚ ዝብል ምስላ ሰሚዕኹም ትኾኑ ኢኹም፣ ጠቢባን ከም ተመን፣ ገርህታት ከኣ ከም ርግቢ ኩኑ ዝብል ማለት እዩ። ስለዚ ከመይ ገይሩ እዩ ብሓደ ግዜ ጎራሕን ገርህን ወይ ከኣ ጥበበኛን ገርህን ክትከውን እትኽእል? ስለምንታይ ከ ጎራሕ ክትከውን ይድለ? ስለምንታይ ከ ገርሂ ክትከውን ይድለ ማለት እዩ? እቲ ጎራ ክትከውን ዝድለ ምኽንያት ከምቲ ጥበበኛ ከም ተመን ዝብል ናይ ተመን ፍሉይ ባህሪ እንተድኣ ርኢና ተመን ኩሉ ግዜ ብጣዕሚ እዩ ርእሰ ምክልኻል ዝገብር ልዕሊ ኩሉ ከዓ ንርእሱ እዩ ዝከላኸል ማለት እዩ ርእሱ ክትሃርማ ኣይትኽእልን ኣብ ቀሊሉ ንርእሱ ብጣዕሚ እዩ ዝከናኸና ብጣዕሚ እዩ ዝከላኸለላ ብጣዕሚ እዩ ዝሓብኣ ማለት እዩ ቀልጢፉ ርእሱ እዩ ዝሓብእ ካብ ፀላኢ ኣቐዲሙ ከዓ ንፀላኢ ሪኡ ከዓ ቀልጢፉ ይሕባእ ማለት እዩ ስለዚ ጎራሕ ወይ ከኣ ጥበበኛ ክትከውን ዘድልየካ ምኽንያት ንርእስኻ፣ ንሓሳባትካ፣ ንዕላማኻ፣ ነቲ ናትካ ድሌታት፣ ነቲ ናትካ ባህግታት ክትዕቅቦን ክትከላኸለሉን ክትከናኸኖን ከም ዘድልየካ ንምርኣይ ማለት እዩ። ስለዚ ሓደ ሰብ ጎራሕ እንተኾነ ነቲ ዘለዎ ዕላማን ምኽርን ነቲ ዘለዎ ሓሳባት ብጉርሒ ወይ ከኣ ኩሉ ግዜ ካብ ጸላእቲ ቀንዲ ቃኒ እቲ ጉርሒ ኣበይ ዘሎ ወይ እቲ ጥበብ ኣበይ ዘሎ ነቲ ናትካ ክቡር ነገር ካብ ጸላእትኻ ክትክልክሎ ወይ ከኣ ክትሓብኦ ወይ ከኣ ክትክውሎ ምኽኣልካ እዩ ስለዚ ሂወትና ኩሉ ግዜ ብሓሳባትና እዩ ዝምራሕ ሰብ ከምቲ ብልቡ ዝሓስቦ ከምኡ እዩ ዝነብር ስለዚ ኣብ ውሽጥኻ ትሓስቦ ነገራት ኩሉ ግዜ ንደገ ክትነብረሉ ኣዝዩ ስለ ዝሕግዘካ ነቲ ክቡር ዝኾነ ሓሳባት ምሳኻ ዘሎ ወይ ዕላማ ወይ ባህጊ ወይ ክትገርቦ ዝደሌኻ ፕሮጀክት ይኸውን ወይ ክትገብሮ ዝደሌኻ ዝኾነ ዓቢ መደብ ክኸውን ይኽእል እዩ ካብ ከፍርስዎ ዝኽእሉ ካብ ከጥቅዑኻ ዝኽእሉ ሰባት ክትካናኸነኑ ክትካላኸለሉ ክትዕቅቦ ክትክውሎ ክትሓብኦ እዚ ጎራሕ ወይ ከዓኒ ጥበበኛ የብለካ ማለት እዩ ገሬ ክትከውን ዘድልየካ ምኽንያት ከኣ ገርሂ እንተ እንተሪእና ገርሂ ገርሂ ሰብ ማለት ወይ ከዓ ገርህታት ከም ርግቢ ዝበሎ ርግቢ ኩሉ ግዜ እንታይ እያ ርግቢት ማለት እዩ ገርሂ ዘብላ ምክንያት እንታይ እዩ ኣይትጓዳእን እያ ኩሉ ግዜ ሰላማዊት እያ ብሰላም ናይ ምንባር ምልክት ኩሉ ግዜ ኣብ ኣብ ርግቢ ዘሎ ማለት እዩ ንሰላም ክምስልዋ ከለዉ ወይ ከኣ ክስእልዋ ከለዉ ብርግቢ ገይሮም እዩ ዝስእልዋ። ስለዚ ገርሂ ክትከውን ዘድልየካ ምኽንያት እንታይ እዩ? ብዝተኻእለ መጠን ብኣኻ ዝመጸ ዘበለ ኩሉ ግዜ ምስ ሰባት ብሰላም ክትነብር ምኽኣል እዩ ማለት እዩ። ስለዚ እቲ ሓሳባት ናይ ሎማዓልቲ እንታይ እያ ኣሕዋት ኩሉ ግዜ ነቲ ዘለካ ሓሳባት ነቲ ዘለካ ዕላማ፣ መደብ፣ ፕሮጀክት፣ ዝኾነ ዝሓንጸጽካዮ ነገር ካብ ተጻባእቲ፣ ካብ ጸላእቲ፣ ካብ ከፍርሱ ዝኽእሉ፣ ካብ ክሃንጹኻ ዘይኽእሉ ሰባትን ካልእ ሓሳባትን ንርእስኻ ምግላልን ንርእስኻ ምክንኻንን ንርእስኻ ምኽዋልን ጥበበኛን ኮራዕን የብለካ at the same time ምስኡ ከኣ ጎኒ ጎኑ ከኣ ገርሂ ክትከውን ምስ ኩሉ ሰብ ብሰላም ናይ ምንባር ዓቕምኻዊ ክእለትካ ክትማዕብል ከኣኒ ኣገዳሲ ኮይኑ ይርከብ ስለዚ እንታይ ክብለኩም ደልየ ጎራሕን ገረን ክትከውን ኣብ ሓደ ግዜ ዝከኣል እዩ። ጥበበኛን ገረን ክትከውን ኣብ ሓደ ግዜ ዝከኣል እዩ። ጥበበኛ ነቲ ናትካ ክቡር ነገር ኣብ ምዕቃብ፣ ኣብ ምምዕባል፣ ካብ ጸላእቲ ኣብ ምኽዋል፣ ገርሂ ከኣ ምስ ሰባት ብሰላምን ደሓንን ኩሉ ግዜ ተወሃሂድካ ናይ ምንባር ክእለትካ ምምዕባልን ገርሂ ከብለካ ይክእል ማለት እዩ ስለዚ ክሳብ ሕጂ ምሳይ ስለ ዝጸናሕኩም ኣዝየ የመስግነኩም ኩሉ ግዜ ከኣ ሸር ሳብስክራይብ ላይክ ምባል ኣይንረስዕ ንዓና እንተጠቒምና ንሕና ካብኡ ዝጠቅም ነገር ተተረኺብና ንካልኦት ሰባት እውን ክጠቅም ስለ ዝኽእል ኩሉ ግዜ ንሰባት ከነካፍሎ ጽቡቕ እዩ ማለት እዩ ብጣዕሚ የቐኔለይ ሰሰናዩ